ሰላም ኩራ ተመልከተይ እዚ ዕዳጋ መቐለ እዩ ሎማዓንቲ ብሓደሽቲ ፀብፃብ ዋጋ ተመሊሰ መፅእ እኒኹ ሎማዓንቲ እውን ካብ ንሪኦ ናይ ሰራሚክ ዋጋ ንርኢ ኢና ማለት እዩ ስለዚ ሰራሚክ ናይ ውሽጢ ዓድና ናደገ ታይታይ ሃምለሎ ዓይነቱ ዋግኡ ኩሉ እዚ ክንርኢ ኢና ማለት እዩ ብተወሳኺ እውን ኣብ ፀፀር ዓብይ ዝኾነ ዋጋ ወሰኽ ተገይርንዮ ስሚንቶ ቴንዲኖ ኻልኦት ኻልኦት ሓሸዋ ፀፀር ታይታይምነሉ ሓድሽ ዋጋ ኣብ ሎማዓንቲ ክንሪኢና ማለት እዩ ሃምተለመደ ላይክና ሓሙሽተ ሚእቲ ሰብስክራይብ ናለለ ናብ ትሽዓንተ ሽሕ ብጣዕሚ ኢና ንፈጥነና ብጣዕሚ ሓሪፍ ኒኹም ስለዚ ኸዚ ለትሽዓንተ ሽሕ ሰብስክራይበር ንክንኣቲ ኩለኹም ብደንቢ ሰብስክራይብ ገበሩ ማለት እዩ ብዙሕ ወግዒ ከይብዛሕኹ ቀጥታ ናብ ፕሮግራም ክሓልፍ እዩ ኸዚ ንቐጽል ስለዚ ብመጀመርያ ብናይ ቲንዲኖ ዋጋ ኢና ንጅምር ቲንዲኖ ሎማዓንቲ በዓል ሸሞንተ ሸሞንተ ሚእቲ እናሸጠ ይርከብ በዓል ሸሞንተ ሸሞንተ ሚእቲ በዓል ዓሰርተ ድማ ሓደ ሽሒ ክልተ ሚእቲ ሳላሳይ በዓል ዓሰርተ ሓደ ሽሒ ክልተ ሚእቲ ሳላሳይ በዓል ዓሰርተ ክልተ ድማ ሓደ ሽሒ ሸውዓተ ሚእቲ ዕስራይ በዓል ዓሰርተ ክልተ ሓደ ሽሒ ሸውዓተ ሚእቲ ዕስራይ በዓል ዓሰርተ ኣርባዕተ ድማ ክልተ ሽሒ ኣርባዕተ ሚእቲ ዓሰርተይ በዓል ዓሰርተ ኣርባዕተ ክልተ ሽሒ ኣርባዕተ ሚእቲ ዓሰርተይ በዓል ዓሰርተ ሽዱሽተ ድማ ናብ መወዳእታ ሰለስተ ሽሒ ሓደ ሚእቲ ሳላሳይ እናተሸጠ ይርከብ ቴንጊኖ ማለት እዩ እዚ ዋጋ እዚ ንሎማዓንቲ ልዕለት 13 ረወዕ መዓልቲ ልመሓላለፍለሉ ዋጋ እዩ ማለት እዩ ኣብ ናጋ ሓድሽ ለውጢ ተሃልዩ ደጊመ ከኣብረልኮ እዩ ማለት እዩ ቴንዲኖ ግን ካብ ትማሊ ሎማዓንቲ እንታይ ይፈላለ ሃምለሎ ናመዝገብኹም ኸዱ። እዚ ታይ ክጠቕመኩም ለለዎ ኣፈላላይ ዋጋ መኣዘይ ቐኒሱ መኣዘይ ወሲኹ ልብል ብደንቢ ናተረደእኩም ንክኸድ ኹለኹም መዓልቲ መዓልቲ ነመሓላልፎ ዋጋ ናመዝገብኹም ተትኸዱ ንዓኹም ዓብይ ልኾነ ኣፈላላይ ክኸብረሉ ለሎ ሰዓት ተወዳድሩ ትኸእሉ ኢኹም ማለት እዩ። ስለዚ ናብ ናይ ስሚንቶ ዋጋ ኢና ንሓልፍ ማለት እዩ። ስሚንቶ ሎማዓንቲ ንኩንታል ሽሒ ሳላሳይ እናተሸጠ ውዒሉ ድዮ ትማሊ ሽሒ ዕስራይ ነይሩ ሎማዓንቲ ሽሒ ሳላሳይ እናተሸጠ ውዒሉ ኒኦ ከተማ መቐለ ማለት እዩ ስለዚ ካብ መኪና ምግዛእ ትደልዩ ሰባት ኣሊኹም ዝቐነሰ ኣድቫንቴጅ ኒኢኩም ወይ ድማ ካብ መኪና ገዚእኹም ምውሳድ ትደልዩ ሰባት ኣሊኹም ኣምዚ ዓይነት ኣማራፂ ኒኢኩም ስለዚ ብሽሒ ሳላሳይ ሎማዓንቲ ስሚንቶ እናተሸጠ ልልውዓለ ዋጋ እዩ ማለት እዩ ስለዚ ክልተ ሚእቲ ኩንታል ትኹም ትደልዩ ሓደ ሚእቲ ኩንታል እስካብ ሓሙሽተ ሚእቲ ተውፅሕ ሰባት ኣለኹ ብለለ ካብ መኪና ከም ዓይነት ኣማራፂ ስለለ ወይ ብግሩፕ ተደራጅና ብሓደ ናብ ዝኾነ ቦታ ንወስድ እናትብላ ትሃልኽ ነለ ትራንስፖርት ከይከብር እምበ ኣብዚ ሰዓት ብጣዕሚ ኣማራጭ እዩ ክንዓዊ ዝኾነ ቅናሽ ረኺብኽን ናብ ደስ ለልክን ተጎጅልኽን ተወስዳሉ መንገዲ ስለለሎ መጎጃል ትኽእልኽን ኣብ ዓይነት ኣድቫንቴጅ ምውሳድ ትኽእላ ኢኽን ስለዚ ሽሒ ሰላሳ ኢሎ መዓልቲ ሓዝዎ ማለት እዩ ስለዚ ከዚ ቀፂለ ልሕልፈኩም ናብ ናይ ሰራሚክ ዋጋ እዩ ሰራሚክ ኣብ ሎማዓንቲ ኣፈላላይ እኒኤዎ ዶ ካብ ነቕርብ ብጣዕሚ ብዙሕ ኢና ጌርና ሰራሚክ ሎማዓንቲ ናይ ደገ እና ናይ ውሽጢ ዓዲ ኢና ንርኢ ናይ ህንዲ ሰራሚክ እኒኦ ካብኡ ለላ ናይ ውሽጢ ዓዲ ሰራሚክ እኒኦ ማለት እዩ ስለዚ ብና ደገ ንጀምር እሞ ካብኡ ናይ ውሽጢ ዓዲ ለላ ክንደይ እኒኦ ክንደይ ወፅሑ ልብል ክነገርኩም እዩ ማለት እዩ ስለዚ ናይ ደገ ንርኢ ተለና ሰራሚክ ኣብ ዝኾነ ሰዓት እናተሸጦ ንርከብ ዋጋ ሱሳ ብሱሳ ኢና ንርኢ ንውሽጢ ገዛ ንሳሎን ክኾን ንኽእል ወይ ንኪችን መደቀስ ንምጥቃም ትኽእሉ ኢኹም መብዛሕትኡ ግዜ ሱሳ ብሱሳ ይልኾን ከምዚ ዓይነት ሰራሚክ ማለት እዩ እዚ ሱሳ ብሱሳ ይልበሃል ስለዚ እዚ ሰራሚክ እዚ ዓይነት ነይዎ እዩ ከከም ዓይነቱ ወይ ድማ ዲዛይኑ ንዓሉ ኾነ ኣፈላላይ ዋጋ ይፈጥር እዩ ስለዚ ካብ ህንዲኹም ትሕዝዎ ዘለኩም ዋጋ ካብ 2300 ክሳብ 2500 ናይ ደገ ሰራሚክ እናሸጠ ይርከብ ናይ ህንዲ ማለት እዩ እዚኦም ኩሎም እዚኦም ትሪኦም ኣለኹም ናይ ህንዲ ሰራሚክ እዮም ስለዚ ካብ 2300 ክሳብ 2500 እንዮ ማለት እዩ ምግዛእ ትድል ሰባት ሃሊኹም ኣብ መቐለ ብፍላይ ዘለኹም ሰባት ተኾንኩም መፅኹም ብኣካል ተጋይና ለለዉ ኣፈላለዩ ዓይኒ ቆንጆ ዓይኒ ንገዛኹም እንታይ ዓይነት ዲዛይን ተመረፅኹም ልሓሾ እዩ ልብል ነገር ኩሉ ተማኺርና ንመርፀሉ ዓይነት መንገዲ ስለሎ ከምኡ ገይርኩም ምግዛእ ትኽእሉ ኢኹም ማለት እዩ ስለዚ ግን ዝና ደገ ካብ 2300 ክሳብ 2500 እኒኦ ንካሬ ማለት እዩ ሱሳ ብሱሳ ዝበሃል ናደግ ካብ ወደ ናብ ውሽጢ ዓዲ ንርኢ ተለና ውሽጢ ዓዲ ክልተ ዓይነት መማረፂ ትረኽብዎ ኢኹም ውሽጢ ዓዲ እዚ ውሽጢ ዓዲ እዚ ለማፅ እና ብሓርፋፍ እኒኦ ብለማፅና ብሓርፋፍ ዝበሃል ማለት እዩ

ማለት ወይ ኣብ ገዛኹም ዓበይቲ ሰባት ተሃልዮም ወይ ለላ ዝኾነ ክትወድቅዎም ኣየዳልፅ እዩ ማለት ዋላ ማይ ፈስዎ ምንም ከንሸራትት ይኽእል እዩ ግን መልክዑ መብዛሕትኡ ግዜ እዚ ልምፅ ዝበለ እዩ ደስ በሃሊ ንገዛኹም መልክዕ ተደሊኹም ለሚፅ ትጥቀሙሉ ኢኹም ግን ኣብ ገዛኹም ዓበይቲ ሰባት ወለዲ ምናምን ንወለድኹም ትኸይኑ ወይ ትገዝእሎም ኣለኹም ወይ ንባዕልኩም ገዛ ትኸይኑ ወይ ቤተሰብኩም ምሳኹም ነብሩ ትኸይኖም ዘሕርፍፍለለ ተጠቀምኩም ችግር የብሉ ግን ተገዛእኹም ግን እዚ ለማፅ ትገዝእሉ ኢኩም ማለት እዩ ዝሓሸ ካብ እዚ ለማፅ እዩ ንርከብ ስለዚ እዚ ለማፅ ሓደ ሽሒ ኣርባዕተ ሚእቲ ሰላሳ ሓሙሽተ ሱሳ ብሱሳ እቲ ሓርፋፍ ግና ሓደ ሽሒ ክልተ ሚእቲ ሓምሳይ እናተሽጠ ይርከብ ማለት እዩ ካብኡ ለለ ኣብኡ ተለኹ ክነግርኩም ደሊ ሰላሳ ብሰላሳ ለለ ዝበሃል እዚ ሰላሳ ብሰላሳ ዝበሃል እታ እየፈላለዩ ንመረዋ መረዋኹም ትጥቀሙ ተለኹም ሳላሳ ብሳላሳ መረዋ ማለት እዩ ትጥቀሙ ተለኹም ሳላሳ ብሳላሳ ናይ ውሽጢ ዓድና ናይ ደገ ዝበሃል ክልተ ዓይነት መማረፂ ኣለና ንረኽ እዚ ማለት እዩ ሳላሳ ብሳላሳ ዝበሃል ንመረዋ ንጥቀሞ ናይ ውሽጢ ዓድና ናይ ደገ ዝበሃል እኒኦ እሱ እውን እንታይ ይፈላለዩ ናይ ውጭ ተኮይኑ 2900 ናቸጠ ይርከብ ናይ ውጭ ተኮይኑ 2900 ናይ ውሽጢ ዓዲ ተኮይኑ ግና ሽዱሽተ ሽሕ ሓምሳ ስለዚ ብርግጽ ናይ ደገ ክብር ዝበለ እዩ ግን መልክዖም ብከምዚ ዓይነት ዋጋ ምርካብ ትኽእሎም ኢኹም ሰላሳ ብሰላሳ ናብ ውጭ ተኮይኑ ክልተ ሽሕ ትሽዓንተ ሚእቲ ንመረባ ንጥቀሙ ማለት እዩ ናብ ውጭ ተኮይኑ ክልተ ሽሕ ትሽዓንተ ሚእቲ ናብ ውሽጢ ዓዲ ተኮይኑ ግና ሽዱሽተ ሓምሳይ ኣብ ከተማ መቐለ ናይ ሎማዓንቲ ዋጋ እያ እዚኣ ሓዝዋ ብደንቢ መዝግብዋ ኣብ ናጋለለ ግን ይቕየር ዶ ኣይቕየር ዝብል እሱ ንሪኦ ጉዳይ እዩ ወይ ሌላ ሓድሽ ለውጢ ተሃልዩ ትገዝኡሉ ሓስኹም ሰባት ኸይድና ርኢና ለውጢ እንታይ ንዩ ልብል ኣለና ምክትታል ንኽእል ኢና ስለዚ ምግዛእ እትደልዩ ሰባት ሃሊኹም ኮንታክት ጎርኒ ክጋዝኦኩም ይኽእል እዩ ማለት እዩ ስለዚ ብዙ ዋጋ እዚ ናይ ሰራሚክ ዋጋ ካብ ርእና ቐፂልና ንለሕልፈኩም ናብ ናይ ሓሸዋ ናፅፅር ዋጋ እዩ ሓሸዋ ኣብዚ ኸ ሰዓት ኣምዳት ማለወልኩም ሓምሳ ሽዱሽተ ሽሕ እናትሽጠ ይርከብ ናተንቤን ቆንጆ ዝበሃል ሓሸዋ ኣብዚ ኸ ሰዓት ሓምሽተ ሽዱሽተ ሽሕ ናቸው ጠርከብ እዚ ናይ ፀፀር ዋጋ ግና ብጣዕሚ ዓብዪ ዝኾነ ናይ ዋጋ ለውጢ ገይሩ እኒኦ እሱ እውን እንታይ እዩ ፈጢሩ ተልኹምኒ ብጣዕሚ ወሲኹ እኒኦ ፀፀር ናብ ዝኾነ ሰዓት ኣርባዕተ ክልተ ሽሕ በፂሑ እኒኦ ፀፀር ፍሩይ ፀፀር ዜሮ ክልተ ዝበሃል ፀፀር ንመደሚ እንጥቀሞ ፍሩይ ፀፀር ማለት እዩ ዝፀሊም ዝፀሊም ፃዕዳና ፀሊም ዝበሃል ክልተ ዓይነት መማረፂ ኣሎ ትርድእኒ ከምዚ ፀሊምና ፃዕዳ ዝበሃል ክልተ ዓይነት መማረፂ እኒኦ ስለዚ እዚ ፅልም ፀሊም ዝበሃል ፀፀር ኣርባዕየ ክልተ ሽሕ ቆንጆ ዝበሃል ፀፀር ማለት እዩ ኣርባዕየ ክልተ ሽሕ ምርካብ ትኽእልዎም ኢኹም ናብ ካልኦት ከተማታት ትግራይ ግን ንምውሳድ ዝደልዩ ሰባት ኣለዮም ከዝለለ ትራንስፖርት ትራንስፖርት ትራንስፖርት ዝበሃል እኒኦ ዓብዪ ፀገም ነዳዲ ኣብ ዝኾ ሰዓት ስለለየለ ብጣዕሚ ዋጋ ክብር ክብለኩም ይኽእል እዩ ተኽኢልኩም ንዓኹም ንቐረብኩም ኣብ ቀረባኹም ንሎ ቦታ ተገዛእኹም ንሓሾ እዩ ግን ንሓሾ ዝበሃል ፀፀር ግን ኣብ ከተማ መቐለ ስለለሎ እዩ ኣይነው ይርደን እዩ ግን መግዛእቲ ዶ ሰባት ኣለኹም ግን ትራንስፖርት ኣብ ርእስኹም ሓዙ ንእሽተይ ውስኽ ከብል ይኽእል እዩ ስለዚ ላለማዓንቲ ግን ለሎ ናይ ኮንስትራክሽን ኣቑሑ ዋጋ እዚ ይመስል ላይክ ሼር ሰብስክራይብ ምጋርኹም ደጊምኹም ኣረጋግፁ ማለት እዩ ኣብ ናጋላለ ክቐርበልኩም ትደልዎ ነገር ተሃልዩ ኣብ ኮሜንት ፀሓፉለይ ብዙሕ ላይክ ለለዎ ሰብ ከቕርበኒ ማለት እዩ ስለዚ ንዕረክትኹም ኣብ ቲክቶክ ለለዉ ፌስቡክ ለለዉ ኩሎም ሼር ገበርሎም ቻናል እዚ ኩሉ ሰብ ክጥቀም እኒዎ ንሓሻ ኢንፎርሜሽን ኣብ ቻናል እዚ ናመሓላለፍና ኢና ንርከብ ስለዚ ላይክ ሽር ሰብስክራይብ ምግባርኩም ኣይትረስዑ ኣብ ኣብናጋ ፕሮግራም ተመልሰ ክዓ ልመፀኩም ሰላም ንዓኻትኩም ይኹን ቻው